ሰላም ሰላም ዝተፈተኹም የሕዋት መቃለ ተኸታተልቲ መቃለ መንስያት ሃራይ ሎሚ ከዓ ለንቅነ ብፍላይ ብዛዕባ ናይ ዶች ናይ ትግርኛ ትራንስሌት ማለት እዩ ኣብ ጎጉል ከም ተዘርግሐ ብዙሕ ግዜ ክዛረብ ቀኒየ ኩሉ ሰብ እውን ክዛረብ ቀኒ ብዛዕባ እዚ ብጣዕሚ ሓጎስ እውን ክገልፅ ቀሊ ማለት እዩ ተወሳኺ ድማ ብዙሓት ሰባት ድማ ሓቲትኩምኒ ኣብ ኣብ ጎጉል ካብ ኣተወስ ኣብ ዩቲዩብ ከ ኣብቲ ብእንግሊሽ እናረኣናስ ብፅሕፈት ብትግርኛ ክመፃና ይኽእል ዶ ኢልኩም ብዙሓት ሓቲትኩም ነርኩም ክሳዕ ሕጂ ከምቲ ዝሓዘትኩም ንመሰረት ደልየ ሰርች ኢለ ኣይረኸብኩም ግን ናብ ኣምሓርኛ ዝትርጉም ክረክብ ክኢለ ማለት እዩ ካብ እንግሊሽ ድዩ ካብ ዓረብ ድዩ ካብቲ ትከታተልዎ ኣብ ዩቲብ ይኹን ወላ ኣብ ኔትፍሊክስ ትሪእዎ ናብ ትግርኛ ናብ ዓረብ ዝትርጉም ረኺበ ኣለኹ ናብ ትግርኛ ዝትርጉም ተረኺበ ድማ ኣብ ቀፃሊ ከቕርበልኩም ክፍትን እየ ሎመዓልቲ ከምቲ ኣብ ኣምሓርኛ ዝበልኩም ናብ ኣምሓርኛ ከመይ ገይሩ ክትርጉም ይኽእል ወይ ከመይ ጌርና ክንሪዮ ንኽእል ምስ ትብሉኒ ድማ ብሓባር ክንከይድና መጀመርያ ከምቲ ልሙድ ናብ ፕሌይ ስቶር ኢና ንኸይድ ኣብ ፕሌይ ስቶር ምስ ኣተና እዛ ንሪያ ዘለና ማለት እዩ እዘ ትራንስሌት ትብል ዘላ ዳውንሎድ ንገብራ ከምዚ ትሪእዋ ዘለኹም ሓደ ልዕሊ ሓደ ሚልዮን ሰባት ተኸታተልቲ ኣለዋ ስለስተ ነጥቢ ትሽዓተ ድማ ኮኸብ ሒቦማ ማለት እዩ ነዚኣ ስታይል ንብላ እሞ ከምዚ ጌርና ምስ ወረደትና ኦፕን ንብላ ኦኬ ከምዚ ኢላ ኦፕን ትብልናያ ከምዚ ኢላ ክትከፍትልናያ እምበኣር ሕጂ እቲ እቲ ቋንቋ ማለት እዩ እቲ ክንቅይሮ ዘሊና ዘለና ናብ ሕና ሕጂ ናብ ኣምሓርኛ የብለኩም ኣለኹ ናብ ትግርኛ ግን ኣይ ክሳዕ ሕጂ ኣይረኸብኩን ወይ ክቕርበልኩም ኣይከኣልኩም ዘለኹ እንተ መፅኡ ግን ከቕርቦ ክፍትን እየ ከዘኻኽረኩም እየ ማለት እዩ ሕጂ ግን ናብ ኣምሓርኛ ኢና ክንቅይሮ ኣምሓርኛ ኣብዚ ክንደልየና ኣብዚ እናሃለት ምልክት ኣብዚ እናሃለት ምልክት እናገበርኩ ክርእየኩም እየ እዚኣ ንሪኣ ዘለና ማለት እዩ ኣምሓርኛ ትብል ዘላ ኣብኣ ክሊክ ብምግባር ኔክስት ንብላ ኔክስት ምስ በልናያ ድማ ከምዚ ኢላ ክትከፍተልና እያ ከምዚ ኢላ ምስ ከፈተትልና እቲ ክንሪኦ ሓሲብና ዘለና ዓይነት ፊልም ወይ ከዓ ዝኾነ ዓይነት ክንሪኦ ሓሲብና ዘለና ኣብዚ ላዕሊ ኣብዚና ሰርች ማለት እዩ ምፅሓፍና ቀጥታ ክእትወና እዩ ወይ ክኸፍተልና እዩ ማለት እዩ። ዳሬክት ክከፍተልና እዩ ኣነ ግን ሕጂ ከፊተ ምርኣኹኹም ነይረ ግን ይቕሬታ ኮፒራይት ከይገብሩኒ ማለት እዩ ቅድሚ ሕጂ ከምኡ ገይረ ስለዚ ካልእ ከምኡ ገይረ ኣርእየኩም ስለ ዝነበርኩ ኮፒራይት ተታሒዘ ነይረ ሕጂ ንስኹም ኣብዚ ብምእታው ኣብዚ ሰርች ዝብል ዘሎ ኣቲና እቲ ዝደለናዮ ዓይነት ፊልም ክንፅሕፍ ንኽእል እሞ ድሕሪኡ ክንከታተል ንኽእል እቲ ሌየርስ እቲ ኣብ ታሕቲ ማለት እዩ ዝፅሕፈት ብፅሕፈት ብኣምሓርኛ ክመፅኣና እዩ ማለት እዩ ኖ ካልእ ዓይነት ቋንቋ ኢና ንደሊ ምስ ትብሉ ድማ ከም ዝደለኹም ዓይነት ቋንቋ ክትርጉምዎ ትኽእሉ እዮም ክነግረኩም ዝደሊ ግን ትግርኛ ኣይተዘርግሐን ኣሎ ኣብኡ ማለት እዩ ክሳዕ ሕጂ ሕጂ ክሳዕ ሕጂ ተዘርጊሑ ዘሎ ኣምሓርኛ ካልእ ማል- ኣረብ ገለ ገለ ማለት እዩ ናይ ሎሚ እምበኣር እዚኣ ትመስል ካልእ ብኻልእ እ፣ ትሕዝቶ ክሳብ ዝመጻእኩም ሰላም ሰላም ወሰናይ ክሳብ ሰናይ ቅነ